ዘለዎ መሰልካ ክሕለወልካ እንድሕር ደሊኻ ካብ ኩሉ ጥዑይን ንፉዑን ቕንዕና ዘለዎን ሕልና ዘለዎን ጠበቓ እዩ ዘድልየካ። እዚ ኸኣ ንኽትረኽቦ ኩሉ ግዜ ቀሊል ኣይኮነን። ኣብዘይ ዓድኻ ከምኡ ከኣ እቲ ኬስ ናትካ ብደንቢ ብጽፉፍ ክተቅርበሉ ኣለካ ብጽፉፍ ቋንቋ ማለተይስኒ ከም ዝርዳኣካ ብጽሑፍ ከኣ ዝበለጸ ኣብ ዘይምርድዳእ ንንሕድካ ከማን ከይትበጽሕ እዚኢታት ኩሉ ኣብቲ ሓደ ቪድዮ ገሊጸዮ ኣለኹ ምስኡ ከኣ ዝተፈላለየ ኬስስ ኢለዮ ኣለኹ ዝያዳ ካብቲ ዝበልክዎ ኬስስ እዩ ዘሎ ግን ደሓን እዚ ዝሓደግኩልኩም እሱ ንመጀመርያ እኹል እዩ ግን ኣብ ናይ ቆለውዕ ከማን ቆለውዕ ክወስዱልና ከለዉ ኣውኢታት ከማን ብዙሕ ክኸውን ዝግብኦ ብናትና ሸነኽ ወይ ድማ እንታይ ዝበሃል ምስ ወሰዱልና ከዓ ከመይ ጌርካ ኣየናይ ኣጋባብ ዝበለፀ ክትቃለስ እሱ ከማን ንባዕሉ ዓቢ ኣርእስቲ'ዩ፣ ኣብኡታት ከማን ኣፍልጦ ብዙሕ'ዩ ዝጎድለና ከምቲ ዝርደኣኒ ንዓይ፣ ሕጂ ግን ብሓጺሩ እንታይ ክብለኩም ደልየ ቅድሚ ሕጂ ኢለኩም ኔረ እዚኦም ናይ ጸለምቲ ጠበቓታት ማሕበር ዝፈጠርዎ ኣሎ ካብ ክልተ ሽሕን ዕስራን ክልተን እዚ ማሕበር እዚ ከኣ እንድሕር ደሊኹም ኣብቲ ዌብሳይት ናትኩም ናቶም ረኣዩ እንታይ ዝብል ኣብቲ ዌብሳይት ኣፍሮ ዶይቸ ዩሪስቲነን እዚ ከኣ እንታይ ማለት እዩ ኣፍሮ ዶይች ማለት ከኣ ካብ ኣሜሪካ ጸለምቲ ጸለምቲ ጠበቃታት ብሓፈሻዊ ኣፍሪቃውያን ክኾኑ ክእሉ እዮም ኣፍሮ ኣሜሪካና ክኾኑ ክእሉ እዮም እዚ ከኣ ጠበቃታት ወይ ድማ ኣብኡ ከምዚ ዝረኣኹ ኣብቲ ዌብሳይት እዚ ፈራዲት ከማን ኣላ ናይ ኣርባይትስረሽት ፈራዲት ከማን ኣላ ኣባይት ግሪሽት ማለት እዩ ኣብቲ ናይ ስራሕ ጉዳያ ማለት እዩ ብጣዕሚ ኢንትረሳንት እዩ ከምዚ ዝረኣኽዎ ብዝያዳ ግን ኣብቲ ናቶም ዌብሳይት ረኣይዎ እንድሕር ደሊኹም ከዓ ሓበሬታ ኣየናይ ጠበቓ ይሕሸኒ ፀሊም እየ ዝደሊ ወይ ካባ ናትኩም ማሕበር ኣየናይ ጠበቓ ኣሎ እንድሕር ኢልኩም ኢንፎ ኤት ኣፍሮ ዶይቸ ዩሪስቲነን ፑንክት ዲኢ ኢልኩም ኢሜይል ክትሰዱሎም ትኽእሉ ኢኹም ከምቲ ዝረኣኹ ከምዚ ኣድራሻታት ገለ ቀልጢፈ ክረኽቦ ይከኣልኩን ኣይረኽብኩን ግን ብኢሜይል እንድሕር ፅሒፍኩምሎም እንታይ ዓይነት ጠበቃ እዩ ዘድልየካ ፈከያስሬሽት ኣቫይትስሬሽት ዝተፈላለዩ እንዲ ዘሎ ሶሲያልሬሽት ፋሚልየንሬህት ኣየናይ ኣርእስቲ እዩ ዘድልየካ ኢልካ ኣየናይ ከተማ ከኣ ከም ዘለኻ ሽዕኡ እሳቶም ምናልባት ክሕብሩኻ ይኽእሉ እዮም ማለት እዩ ከምኡ ከዓ እቲ ዌብሳይት ትፍትሽዎ ማለት እዩ ተገዳስነት ዘለኩም ወይ ድማ የሕዋትና እንድሕር ጠበቃታት ኣለውና ኣብዚ ከዓ ትፈልጥዎም ናብኦም ትሰድዎ ሽዕኡ ማሕበር ኣብኡ እንድሕር ኮይኖም ከኣ ዝበለጸ እዩ በርከ ጽቡቅ እዩ ማለትኒ እቲ ዝያዳ ከማን ኢንፎርሜሽን ክትለዋወጥ ትኽእል ናይ ጠበቃታት ፍሉይ ማሕበር ክህሉ ኣገዳሲ እዩ ማለት እዩ ኣነ ኣብቲ ኣጆና ቴሌግራም ክሓድገልኩም እየ ኩሉ ከማን መታን ኣብኡ ከዓ ብቀሊሉ እቲ ሊንክ ትረኽብዎ ኣብዚ እቲ ሊንክ ዘይምሕዳገይ ሳምታይምስ እቲ ሊንክ ይቅይርዎ ምሽዑ እቲ ሊንክ ኣይሰርሕን እዩ ዩቱብ ከዓ ከምኡ ኣይትደልን እየ ኣነ ከዓ ምስቲ ቪድዮ ምስ ስራሕኩስ መሊሰ ፀፀኒሐ ኩሉ ሊንክ ክፍትሾ ኣይክእልን እየ ብከምኡ ወይ ባዕልኩም ድለይዎ ወይ ድማ ኣብ እንታይ ዝባል ኣብቲ ኣጆና ቴሌግራም ኢልኩም ፍትሹ እሳ ዝቀለለት ይመስለኒ ወይ ድማ ኣብ ጉግል ኣፍሮ ዶይቸ ዩሪስቲንን ፌኣይን ኢልኩም ከዓ ክትረኽብዎ ትኽእሉ ኢኹም ማለት እዩ የቀኒለይ ሰሰናይትም ነርኩም ባይ ተመክሮ ናትኩም ከዓ ንገሩኒ ምናልባት እንድሕር ኮንታክት ጌርኩምሎም ቴንክ ዩ ባይ